ሃይስኩል ተኸታታሊ ዛንታ ጸሓፍን ተራኽን ያዕቆብ ዳዊት ሰላም ከመይ ቀኒኹም ዝኽበርኩም ሰማዕቲ እዚ ጀትሩዝ ኢንተርተይመንት እዩ። ብሰንኪ ናይ ጥዕና ጸገም ነዊሕ ግዜ ካብ መደባተይ ርሒቐ ድሕሪ ምጽናሕ ሕጂ ግን ናብ ተኸታተልተይ ብሰላም ተመሊሰ ኣለኹ። ዛንታ መሲሉኒ ብዙሓት ሰባት ስለምንታይ ዘይቀጸለት ዝብል ሪኢቶ ትጽሕፉለይ ኣለኹም። ዛንታ መሲሉኒ ግን ብመጽሓፍ የዳልዋ ስለዘለኹ ኣቋሪጸያ። ኣብ ዝሓጸረ ግዜ ድማ ናብ ኣንበብቲ ክትቀርብ ተስፋ ይገብር። ንሕጂ ግን እታ ትፈትውዋን ተፍቅርዋን ዛንታ ሃይስኩል ሻድሻይ ምዕራፍ ሒዘ ኣብ ሰዓተይ ደበኺለኩም ኣለኹ። ኩልና ከም ዝተኸታተልናያ ዛንታ ሃይስኩል ሓሙሽተ ምዕራፋት ብዘይ ምቁራጽ ብዙሕ ኣርእስቲ ሒዛ ኣዘናጊዓን ምሂራን እያ። ሻድሻይ ምዕራፍ እውን ካብ ዝሓለፈ ምዕራፋት ዘይሰንፍ ብዙሕ ፍጻሜታት ሓዚላ መጺኣትና ኣላ። ጉዕዞ ዛንታ ሃይስኩል ነዊሕ እዩ። ካብ ቤት ትምህርቲ ግዜ ንእስነትና ጀሚሩ ክሳብ ዘለናዮ ህይወት፣ ግዜ ስደትና ዝገልጽ ብዙሕ ዛንታታት ተዘንትዩ ኣሎ። ሕጂ ድማ ህይወት ኤውሮጳኸ እንታይ እዩ ዝመስል? ድሕሪ ባሕሪ ዘሎ ሰላም ድዩ ዝጸንሓና ዋላስ ተጻራሪ ሰላም እውን ኣለና እዩ? ኣብ ሻድሻይ ምዕራፍ ዛንታ ሃይስኩል ዝምለሱ ብዙሓት ስንክሳራት ፍጻሜታት ኣለዉ። ሕጂ ብቐጥታ ናብ ቀዳማይ ክፋል ኣብ ሻድሻይ ምዕራፍ ዛንታ ሃይስኩል ከብለኩም እየ ኩልኹም ነዛ ዛንታ ሕጂ ትጅምርዋ ዘለኹም ክቡራት ተኸታተልተይ ድማ ነቲ ዝሓለፈ ክፋላት ክትከታተልዎ በዚ ኣጋጣሚ ይዕድመኩም እቶም ነዊሕ ግዜ ምሳይ ኣብ መስመር ዘለኹም ነዛ ዛንታ ትከታተልዋ ሰማዕቲ ድማ ጽቡቕ ምጅማር ይግበረልና ኣብ መወዳእታ ይብጻሕና እንዳበልኩ ናብታ ዛንታ ከሕልፈኩም እየ ማዕርገይ ናበይ ደኣ ቁርባ ከይኮነካ ጃኬት ግበር ሓራይ ዝያዳይ ክገብር እየ ናበይ ኸሞ ማዕርገይ ሄርሞን ብድሕሪኡ መፂኣ ኢዳ ኣብ ሽምጡ ሓሊኻ መንከሳ ኣብ መንኮቡ ደጊፋ ሕቶ ኣቕረበትሉ። ዝያዳይ ቀልጢፈ ክምለስ ይሓይ ኣይድንጉነ እሞ ነቢኻ እኮ ዝብለካ ዘለኹ ስኢለ በቃ ሎሚ ሰንበት ስለ ዝኾነ ኣብ ከተማ ዘወር ኢለ ክምለስ ደለ ኣይትድንጉን ኢኻ ምሽ ማዕርገይ እቻኻ ከይትድንጉ ኣነ እንዳናፈቕኩኻ እየ ሎሚ ሰንበት ስለ ዝኾነ ቡና ኣፍሊሕና ጥዑም ዕላል እንዳዕለልና ተሓቋቒፍና ኢና ንምሲ ሓረ ዜደ ሓረ ሄርሞነ እሞ ምሳ ኸደ ዋላ ክኸይድ ዝያደ ቤነ ክኸውን ብለክ ኣለኹ ምሽ እንታይ ክኾንኪ ጓለይ በቃ በቃ ኪድ ሓረ ግን ቡን ቀሪበ ስለ ዝፀንሕ ከይትድንጉ ብለክ ኣለኹ ዝያደ ሲ ዓቕሊ ደይብልኪ ብቻ ክስኪ ጃኬት ኣምፅለይ ዘረባኣ ኮሊፉ ጃኬት ክተምጻሉ ኣዘዛ። ሄርሞን ውን ደስ ከም ዝበሎ ተረዲኣ ብጉያ ናብ መደቀሲ ክፍላ ኣትያ ኣርማድዮ ከፊታ ጸላም ካቦት ሒዛትሉ ተመልሰት። ነታ ጃኬት ባዕላ መሊሳ ኣብ ከንፈሩ ስዒማ ኣፋነወቶ። ማዕረግ ካብ ገዛ ምስ ወጸ ቀስ ኢሉ ክሳብ እንዳ ባቡር መጸበዪ ብእግሩ ተጓዕዘ። ስለምንታይ በይኑ ይወጽእ ነይሩ ንጹር ኣይተረድኦን እምበር ኣብታ መዓልቲ በይኑ ኮይኑ ክሓስቦ ዝመረጾ ጉዳይ ከም ዘለዎ ኣዳዕዲኡ ይፈልጥ ነይሩ እዩ። ድሕሪ ካብ ሊብያ ባሕሪ ሰጊሩ ኢታሊ ምእታዉ ኩሉ ህይወቱ ከም ቀደሙ ርጉእ ኣይነበረን። ዝኸዶ ህይወት ካልእ ዓለም ኮይኑ እዩ ጸኒሕዎ። በቃ ክረግእ ደልዩ ረጊዩ ህይወቱ ክመርሕ ግን ኣይከኣለን። ኬንዮቲ ኩነታት ኣየር ዘይተቐበሎ ኩሉ ኣካይዳ ናይቲ ዓዲ እውን ካብ ቁጽጽር ወጻኢ ዝኾኖ ነይሩ። ስለምንታይ እዮም ጻዓዱ ነቲ ሰብ ብኸምኡ ዓይነት ኣገባብ ክሕዝዎ ዝመርጹ ንዕኡ ዘይምለስ ግድል እዩ ኮይንዎ ነይሩ ናጽነት ዘለዎ ይመስሎ እምበር ናጽነት ዘይብሉ ባርያ ናይ ዘይፈልጦም ፍጡራት ምዃኑ ኣጸቢቑን ኣዳዕዲዑን ዝርድኦ ሓቂ እዩ ኣብ ገዝኡ እውን ሕጉስ ኣይነበረን ሄርሞን ከምታ ንሱ ዝደልያ ጓል እያ ብኹሉ ነገራ ይቕበላ እዩ ገለ ሓይሊ ግን ኣሎ ዕጉብ ከም ዘይከውን ዝገብሮ ሙሉ መዓልቲ ክርሕቃ ኢሉ ጌጋ ክደልየላ ይውዕል እሞ እታ ጌጋ ኣልቦ ዝኾነት ፍቅሪ ጥራይ ትቅልቦ ሄርሞን ግን ይትረፍ ዶ ንሕኡ ዘሕርቅ ጌጋ ክትገብር ሂወታ ረሲዓ ውን ዝበለጸት ሰብ ክትከውን እያ ትቃለስ ኔራ ባቡር መጽያ ተሰቂሉ የማነቲ ኢዱ ኣብ ልዕሊኡ ዝነበረት መትሓዚ ገመድ ሒዙ ርእሱ ኣብ ቅልጽሙ ኣቀሚጡ ናይ በይኑ ዓለም ከፊቱ ኣብ ዓሚቕ ሓሳብ ኣተወ። ኣነ መን'የ? እንታይ ዝኸውን ዘለኹ? ናበይ'ዩ ዓለመይ? ብዙሕ ሕቶታት ኣልዒሉ ንርእሱ ኣጨነቖ። ኣብ ገዝኡ ዘንብዖ ዝነበረ ምስጢር ረኺብዎ'ዩ። ምስ ሄርሞን ሓሙሽተ ዓመት ኣብ ሱዳን ተቐሚጦም ውላድ ኣይረኸቡን። ኣብ ኤውሮጳ ካብ ዝኣትዉ ድሮ ዓመት ተቖጺሩ ነይሩ። ባህጉ ክረክብ ግን ኣይከኣለን። ይህወኽ ከም ዝነበረ እንዳተረድኦ ሄርሞን ክትወልድ ኣይትኽእልን እያ ኢሉ ስለ ዝኣመነ ግን ፈጺሙ ቅሳነት ኣይረኸበን። ርእሱ ኣቕኒዑ ናብ ብጸጋሙ ዝነበረት ቤትሮ ጠሚቱ ዝበጽሖ ቦታ ኣበይ ከም ዝኾነ ዝተውዓለ ንክወርድ ሓንቲ ፌርማታ ከም ዝተረፈቶ ተረዲኡ ክወርድ ምስቶም ክወርዱ ዝተዳለዉ ሰባት ተሰርዐ ኣይደንጎየትን ባቡር ደው በለት መስርዑ ሓልዩ ቀስ ኢሉ ወሪዱ ናብታ ዝደለያ ባር ብእግሩ ቀጸለ። ናብ ውሽጢ ናይቲ ባር ትኽ ኢሉ ኣትዩ ንሸነኽ ጸጋም ተጠውዩ ናይ ቤኑ ኮፍ መበሊት ረኺቡ ኣብ ጸግዒ ናይቲ ባር ኮፍ ኢሉ ቴሌፎን ኣልዒሉ ናብ ፍናን ደወለ። ሃሎ ፍናን ሓወይ ከመይ ውዒልካ? ኣበይ ዳ ኣለኻ? ማዕሪከይ ከመይ ውዒልካ? ናይ ዳሕንዳ ድምፅኻ ጽቡቕ የለን። ደሓን እየ ግን ሻይ ከስትየካ ሓሲበ ነይረ ፍናነይ እዋ ሓረግ ደኣ ካብ መዓስ ኢኻ ሰንበት ካብ ገዛ ትወፅእ ኣታ ፍናን ኣብያ ኣለኻ ጥራይ ንገረኒ ሕጂ ደኣ ናብ ኤርፖርት እየ ዘለኹ ንድሓኖም ፅበዮ በቃ ሙድሓን ምስ መፃኻ ደውለለይ ፍናነይ ኣይትሻቐል ደሓን እየ ዘወር ክብል ኢለ ወፅኤ ቤኒ ኣብቲ ከተማ ኣለኹ በቃ በቃ መፅእ ክድውለልካ እየ ማዕርገይ ፍናን ቴሌፎኑ ምስ ዓፀዋ ደስ ኣይበሎን ማዕርግ ገለ ኮይኑ ኣሎ ኢሉ እዩ ጠርጢሩ ኣብ ኤርፖርት ነድሓኖም ክቕበል እዩ ከይዱ ኣብ ፊቱ ሓበሻ ኮፍ ኢላ ክትፅበ ምስ ረኣያ በይኑ ፅምይዎ ስለ ዝነበረ ናብ ኣገፁ ሰጎመ ሄርሞን ኣቑሑት ቡን እንዳቐረበት ከላ ናብታ ኣብ መደቀሲኦም ዝነበረት ስእሊ ኣዴ ማርያም ከይዳ ብብርካ ኣብ መሬት ተደጊፋ ንብዓታ እንዳኸዓወት ልምን ኣበለታ ኣንቲ ኣዴ መዓረይ ኣነ እኮ ንብዓተይ ንዓኺ ጥራየ ዝኽዕወልኪ ሓደ ውላድ ብሃብኒ ብቻ ከንቲ ብርኽቲ ደይ ማርገይ ጠባዩ ተቐይርኒ ኣሎ ኣነ ብዘይ ማዕረ ክነብር ይኽእል ድየ እክልን እኮ ብቻኺ ሓደ ቆልዓ ሃብኒ ሓደ ጥራይ በቃ ሓደ ጥራይ ድሕሪዘን ውሕዳት ቃላት ንብዓታይ ቀጺሉ ናይ ማዕርግ ጠባይ መቐየሪኡ ኣጸቢቑ ተረዲዋ እዩ እቲ ጸገም ኣብ ኣዲ ዘሎ ዋላ ብ ማዕረግ ዝፈልጥዎ የብሎምን ማዕረግ ናታ ምዃኑ እዩ ደምዲምዎ ሄርሞን ዋላ ሓሪቑ እንተተዛሪብዋ ዋላ እንተተጋግዩ ንሳያ ተረጋግኦን ይቕሬታ ትሓቶን ፈጺማ ካብኡ ክትፍለ ኣይትደልን እያ ዓለማ ምስኡ ክኾነላ እያ ትደሊ ስለዚኣ ድማ ንብዓታ ንዴ ማርያም እንዳኸዓወት ትልምነን ዝነበረት ሞባይላ ኣልዒላ ናብ ማዕርግ ደወለት ማዕርግ ኣይተቐበላን ቴሌፎኑ ናይ ሄርሞን ምዃና ስለ ዝረኣያ ሳይለንት ገይሩ ወይተር ክትመጾ ምልክት ገበረላ ማዕርግ ወይተር መጺኣ ኣብ ልዕሊኡ ደው በለት ሰላም ኢላ ድማ እንታይ ከም ዝስተ ሓተተቶ ይቕሬታ ሓፍተይ ከመይ ኣምሲኺ ሓንቲ ቢራ በምጽለይ ብትሕትንኡ ዝተገረመት ወይተር ነብሳ ንድሕሪት መሊሳ ሓንቲ ጥርሙዝ ቢራ ሒዛትሉ ተመልሰት ጥርሙዝ ኣብ ጣውላ ኣቐሚጣ ባሊቃ ከፊታ ናብኡ ምስ ኣቕረበትሉ የቐነለይ ዝብል ድምፂ እያ ሰሚዓ ኣብቲ ገዛ ተቖፂራ ካብ ትሰርሕ ድሮ ክልተ ዓመት ኬራ ነይራ ከምኡ ዓይነት ትሕትናን ምስጋናን ግን ንፈለማ ግዜ እዮም ኣብ እዝና ተጸንቢሮም ኩሎም ኣብቲ ገዛ ዝመጹ ዓማዊል ይትረፍ ይቐንለይ ክብልዋ ሰላምታ ናይ እግዚኣብሔር እውን ሂቦም ኣይፈልጡን እዮም ነቲ ኣብታ ገዛ ርያቶ ዘይትፈልጥ ሓድሽ ዓሚል ድማ ተገሪማ ጥምት ኣቢላቶ ማዕረግ ግን ዘዕበዮ ባህርያቱ ስለ ዝኾነ ናታ ምጥማት ኣይዝተውዓለሉን ነታ ዝሃበቶ ቢራ ዚኣምሩ ጠምጠም ኢሉ ኣፋረቓ ኢዱ ምልክት ገይሩ እንደገና ካልኣይ ጥርሙስ ክተምጻሉ ኣዘዘ ንምንታይ ከምኡ ይኸውን ነይሩ ንዕኡ ንጹር ኣይኮነን ዝያዳይ ልዕሊ ሃቐን እየ ዘፍቅራ ግን ፍቕሪ በይኑ ብዘይ ውላድ ኣብዚ ዓለም ትርጉም ኣለዎ ድዩ የብሉን መን እዩ ዝምልሰለይ መን ንመን እየ ዝሓቶ ንመን እዩ ክሓቶ ግድን ክትወልድ ኣለዋ ኣነ ውላድ ክህልወኒ ኣለዎ ንምንታይ ድዩ ዝነብር ግድን ዘርኢ ክህልወኒ ኣለዎ ምስ ኣረኩ ባባ ዝብለኒ ቆልዓ ክህልወኒ ኣለዎ ኣንታ ኣምላኽ ብኹሉ ወጺዕኻኒ ከም ምውላድ ዝሃበኒ ደኣ ብቻኻ። እዚዩ ጸገመይ ኢሉ ኣነጺሩ ዘይፈልጦ ጭንቀቱ ድሕሪ ሓንትን ፈረቓን ቢራ ምስታዩ ናይ ውሽጡ ከብዱ ሕማም ብሓንሳብ ኣነጸሮ። ሓሳባት ብዘይ ድምጺ ኣብ ውሽጢ ልቡ እዮም ነይሮም። ቃንዝኡ ግን ንብዓት ተሰሪሖም ነዐንቱ ክጠልቅዩ ተረድኦ። የማነይቲ ኢዱ ስራሓ ገበረት። ኣብ የዕንቱ ዝበቖላ ውሑዳት ንብዓት ኣለየተን። ካብ ዝነበሮ ዓሚቝ ሓሳብ ዘበራብር ሓደ መንእሰይ መጺኡ ኣብ ልዕሊኡ ደው በለ። ሜሮን ባል! ኣብ ኢዱ ሒዝዋ ዝመጸ ጥርሙዝ ናብ ጣውላ እንዳቐመጠ ንማዕርግ ኢዱ ሰዲዱ ተላለዮ። እንታይ ዳትነብዕ ኣለኻ?

ንሓንዲ ከምሻሉ ክንድዚ ቤንኻ ክትነብዕ ርኤካ ይመፅእ እንታይ ፀገም ኣሎ ድዩ ንሕና እኮ ኩልና ነናትና ፀገም ኣለና ኣብዚ ዘለና ትሪኦና ኣለኻ ኖኖኖኖ ኣነ ድሓነ ዓይነ ኣሳሒኒ ክደርዞ ፀኒሐ እምበር ዝኾነ ጭንቀት የብለይን ኣብ ቅድሚኦም ኮይኖም ክሰትዩ ዝፀንሑ ሰለስተ መንእሰያት ብሓንሳብ ኮይኖም ብኣውያት ነታ ባራ እናወፅዋ እቶም ዘእውዩ ዝነበሩ መንእሰያት ምስ ሜሮን ኮይኖም ክሰትዩ ዝፀንሑ እዮም እንታይ ኮይኖም ይዕውዩ ኣለዉ ማለት ክንዲ ዝዓብዮት የድሊ ማዕርግ እዩ ሕቶ ኣቕሪቡ እንታይ መሲልካ ናይ ሕማመ ምሻለካ ከምዚ ኣነ ኣዝማሪኖ እንዴ በቃ ከምዚ ጭንቀት ገለ ንስኻ ምዃንካ ይረሳዕካ በቃ ናይ መወዳእታ ሕማቕ ሰብ ገብረካ ምሻለካ ከምዚ ኤርትራዊ ድማ ጽምዋ ይፃወተሉ ኣሎ በጃ ከለካ ወላ እቲ ሕማቕ እኮ እዩ ከም ስሙ ገይሩ ወሲድዎ ኩሉ መንእሰይ እዩ በቃ ሕማቕ ክኸውን ደስ ዝብሎ ዘሎ ኣለካ ምሽ ከምዚ ንፉዕ ክትከውን ትፍትን ምዃን ይኣብየካ ነቲ ሕማቕ ምዃን ክትፍትኖ ትደሊ ከምኡታት ገለ በቃ ምሽ እዚ እቲ ህይወት ሜሮን ብዓቕሙ ከረድኦ ፈቲኑ ማዕርግ እውን ካብ ሜሮን ብዙሕ ተረድአ ሜሮን ቁሩብ መስተ ሰትዩ ስለ ዝነበረ ቃላቱ ፈላሊውን ኣየውጾምን ነይሩ። ማዕርግ እታ ዝነበራ ኩነታት ደልዩዋ ዘይኮነስ ንነብሱ ካብ ቁጽጽሩ ወጻኢ ስለ ዝኾነት እዩ ኣብ ዘይኣምነሉ ቦታ ሒዙዋ ኣፍቃሪቱ ገዲፉ ኮፍ ኢሉ ነይሩ። እሞ ሜሮን ሓወይ ስለምንታይ እዮም ኦይ ዝብሉ? ኣለካ ምሽ ከምዚ ዓቕልኻ ገለ ጽብብ ይብለካ ሽዑ ትኾኖ ምስ ጠፍኣካ ዘይኮወን እንትኸውን ኩሉ ከም ገር ዓይነት በጃኻ ዝዓዲ ሰይጣን ዘለዎ ጸላም ዓዲ እዩ ብቐደሙ ብበረድን ፀሓይን እኮ ዝበደሎም ርጉማት ጸዓዱ ሎሚ ኣምላኽ የለን ክብሉ መንፈስ ቅዱስ ናይ ዝዓዲ ሃዲሞም ለኪሞም ኣብ ዘይንኣምነሉ ህይወት የንብሩና ኣለዉ ያ ዲናዛቱ ማዕረግ ብዘይ ቀልዓለም ምስዛ ሓሳብ ተሰማሚዑ። ዘይተመለሰትሉ ግድል ጭንቀት'ውን ተመሊሳትሉ። ድሕሪ በረድ ዘለዎ ዓዲ ምእታዉ ስለምንታይ ርጉእ ህይወት ዘይመርሕ ስለምንታይ ዝጭነቕ ዘለኹ ዝብል ዝነበረ ሜሮን ኣብታ ሰዓት ብመስተ ተደፋፊኡ ብገርሁ መለሰሉ። ብርግጽ እቲ ዝነብረሉ ዝነበረ ዓዲ መንፈስ ቅዱስ ዝሃድሞ ብዘይካ ይነብር ኣለኹ ትብለሉ እምበር ሓቀኛ ምንባር ዘይትፍትነሉ ምንባር ምዃኑ ኣመነ። ፍናን ጸሚዎ ጸኒሑ ሓበሻ ምስ ረኣየ ቀስ ኢሉ ብድሕሪኣ ከይዱ ኣብ ጎና ኮፍ በለ። ከመይ ውዒልካ ዓባይ ሰብ? ሓበሻ ኢኻ ሓቂ ኢዱ ሰዲዱ ሰላም በላ ከምኡ ምግባሩ ደስ ዜበላ ክትመስል ገጻ ኣሲራ ሰላምታ በለቶ ፍናን ብዙሕ ብዘይ ምግዳስ ኣይተገደሰን እምበ ኣይንፈልጥን ኢና ኣነስ በይንኺ በይነ ኣለና እሞ ክሳብ ኣጋይሽ ድመፁና ክንላለ ኢለ ድሓር ከዓ ሞባይል 24 ሰዓት ምጥቃም ተሪፉስ ገፅ ንገፅካ ምዕላል ከድልየና እዩ ክለምዶ ኣለና ዝተላለኹኺ ደስ እንተዘይልኪ ግን ድሓን ስቅ ክብል ይኽእል እየ ወደ እንታይ ኮይነ ስቅ ዝብል ደስ ክብለኪ ኣለዎ ሓፍተይ እንዲኺ ተኣሲሩ ዝጸንሐ ገጻ ፈቲሓ ኢዳ ሰዲዳ ሰላም በለቶ ስማ እውን ሮዳና ምዃኑ ነጊራቶ እንታይ መሲልኪ ሮዳና ሓበሻ ክንስና ሓበሻ ንጸላሉ ግን ሃይ ግዜ ርኢና እቶም ቀደም ዝተሰዱ ሓበሻ ሓደ ሓበሻ ይምርዖ ኣሎ እንተ ደኣ ኢሎሞም ወይ ሓዘን እንተ ተረኺቡ መንገዲ መዓልቲ ተጓዒዞም ይበጽሕዎ ነይሮም። እዚ ናይ ሎሚ ወለዶ ግን ገለ ኮይንና ኣለና ብጃኺ። እዚኣስ ሓቅኻ ኣነ እውን ትገርመኒ እያ። ኣነ ግን ሓበሻ ይጽልእን እየ ማለትሲ ኖ ከምዚ ሕጂ ዝገበርክኒ ማለት እኮ እዩ እንታይ ደገረከ ክጻወተኪ ኢለ ዳሕኒ ካብ ውስጢኺ ገጻ ተጨዊጉ ርእይዎ ኣብ ቃላታ ግን ከምቲ ዝሓሰብ ኣይኮነትን ምናልባት ተፈጥሮ ኣይኸውን ኢሉ ተጸዊክለ ኢሉ ካልእ ሓሳብ ክሕስብ ኣይደለየን ዕላሉ ጥራይ ቀጸለ እንታይ ክደ ጽበ ኣለኺ ጋሻ መጸክሎ ኣነ ዳማ ማየ ጽበያ ዘለኹ ካብ ጥልያን ክትመጸኒ ማርያ ከናፊቐያ ዘለኹ ኣኻ ኣዴኺ ኣብ ጥልያን እያ ትቕመጥ እወ ኣብ ጥልያን እያ ትቕመጥ ማማየ ፍናን ድሕሪ እዛ ቃል ኣይቀጸለን ርእሱ ናብ ካልእ ሓሳብ ኣጌሾ ዝኾነ ሰብ ነቦይ ነደይ ክብል ክሰምዖ እንከሎ ዝስምዖ ስምዒት ልዕሊ ዓቕሙ ስለ ዝኾነ ዋላ ኣብ ጽቡቕ ኩነታት ጸኒሑ ቀልጢፉ እዩ ዝጀጁ የእንቱ ብሓንሳብ ንብዓት ቁፅርፅር ኣቢሉ ዝረኣየት ሮዳና እንታይ ደኣ ድሓን ዲኻ ንስኻ ከ እንታይ ከሪኻ ትፅበ ዘለኻ ኣነስ ኣቦየ ዝፅበ ዘለኹ ወላዲኡ ከም ዝመተ ፈሊጡ እዩ ነድሓኖም ግን ከም ወላዲኡ ገይሩ ስለ ዝሓስቦ ወላዲኡ ከም ዝኾነ ኩሉ ግዜ ዘላለዮ ኣዴኻ ከብዛ ዓዲ ደላ እዛ ሕቶ ንሮዳና ቀላል ክትከውን ትኽእል ነይራ ንፍናን ግን ልክዕ ብፋስ ርእሱ ከም ዝሃረመቶ ክዘሮ እዩ ጀሚሩ ቀልጢፉ ናይ መለሰን ሮዳና ሕጂ እውን ስምዒቱ ኣንቢባቶ ይቕሬታ ጌጋ ሕቶ ሓቲተካ እንተኾይነ ይትሓዘለይ ዋላ ዳሕና ይትመልሰለይ ዳኒ ጸገም የብሉን ንላለ እንዲና ከኣ ዘለና ኣነ ወላዲተይ ክረኽባ ይክልን እየ ኣርሒቓ ገሸ ማማ ክትህሉ ነይርዋ ምሽ እ ፍቓድ እግዚኣብሄር እዩ ወይ ሓወይ ድሓናችኻ ከምቲ ዝበልካያ ፍቓድ ኣምላኽ እዩ ኣቦኻኸ ሰዓት ክንደይ ይኸኣቱ ሕጂ ሸሞንተ እዩ ክኣቱ ፍርቂ ሰዓት እያ ተሪፋቶ ዘላ ብሓቂ በል ዋላ ማማ እኮ ሰዓት ሸሞንተ እያ ክትኣቱ ወላዲኽ ኣብዚ ዓዲ ኣሎ ማለት ድዩ እወ ኣብዚ ዓዲ እዩ ዘሎ ግን ዳርጋ ዘየለ እዩ በጃኻ እይ ኣይትራኸቡ እንዲኹም ሮዳና ካብ ዘይረኽቦ ኣርባዕተ ዓመት ኣለኒ ከይትግረም ባባ ሕማቕ እዩ ንወላዲ ክትፃረፍ ዓሻ ግን ኣይትበለኒ ኖ ድሓን ንስኽ እንዲ ክትፈልጥዮ ኣለካ ምሽ ቅድሚ ኣርባዕተ ዓመት እዩ ካብ ስድርኡን ፈተውትን ርሒቑ ከምዚ ተቃዋማይ እንዲ ነይሩ ኩሉ ቤተሰብ ምስ ነፀሉ ሓሪቑ ካብ ኩሉ ሰብ ሃዲሙ ሕጂ እሞ ከኣ ዝገደደ ምስ ገንዘቡን ሃፍቱን ከሎ ሃፍቲ ደርብዩ ኣብ ፈቐዶ ጽርግያ እዩ ዝውዕል ዘሎ እዮም ዝብልዎ ፍናን እዛ ዘረባ ደስ ኣይበለቶን ዝፈልጦ ዛንታ ኮይኑ እዩ ተሰሚዕዎ እቲ ትብሎ ዝነበረት ሰብ ቅድሚ ዓመት ክራኸቡ እንከለዉ ዘዕልሎ ዝነበረ ወላዲየ ኢሉ ዝኣምነሉ ኣድሓኖም ዝውንኖ ዛንታ እዩ ይቕሬታ ሮዳና ኣቦኹም መን ሽሙ ድሓን ይትረፍካ ንዝኾነ ሰብ ኣነጋል መን ምዃነይ ክነግር ኣይደልን እየ ሰብ ንዕኡ ጋሉ ምዃነይ ክፈልጠን ይደልን እየ ዋእ ኣቦኹ ዘይኮነን ኣይኮነን ኣታ ከሚዱ ጽሉል ላይፍ ክወጽእ ከሎ እንተትሪኦ እኮ ምፈንፈንካዮ ፍናን ድሕሪዛ ቃል ኣይሓተተን ጸሊም ፖለቲካ ዓድና ግን ዋላ ስድራ ፈላልዩ ከም ዘሎ በራ ኣሉ እቲ ዛንታ ግን ናይ ኣድሓኖም ምዃኑ ኣብ ውሽጡ ኣረጋጊጽዎ እዩ ምስ ኣዲኣ ኣብ ሓደ ሰዓት ክኣትዉ ምዃኖም ኣድሓኖም ምስ ኣዲኡን ምስ ጓሉን ተራኺቡ እንታይ ከም ዝኸውን ክርኢ ተጸበየ። ዝኣትወላ ሰዓት እውን እንዳቕረበት ትኸይድ ነይራ። ክብራት ሰማዕቲ ቀዳማይ ክፋል ዛንታ ሃይስኩል ኣብ ዝተዛዚም ኣላ ኣብ ዝመፅእ ረቡዕ ካልኣይ ክፋል ሒዘ ኣብ ሰዓተይ ክመፀኩም እየ ክሳብ ሽዑ ግን ኣብ ዘለናዮ ኣብ ሰላምን ጥዕናን ንኹላትና ኩብራት ሰማዕቲ ነዛ ትፍልም ዘላ ዛንታ ዘለኩም ርእቶ ክትፅሕፉለይ ይዕድመኩም ብሩኽትና